ሰላም ከመይ ትኾኑ እንኳዕ ናብ ቻናለይ ብሰላም መጻኹም ሎሚ እውን ከምቲ ልሙድ ፍሉይ ዝበለ ናይ ኮምፒውተር ብትግርኛ ቱቶሪያል ሒዘልኩም ቀሪበ ኣለኹ ናይ ሎማዓንቲ ቱቶሪያል ዝኸውን ኣብ ማይክሮሶፍት ወርድ ዝሰራሕናዮም ፅሑፋት ብካሊእ ሰብ ከይረእዩ ምእንቲ ከመይ ጌርና ፓስዋርድ ክንገብረሎም ንኽእል ዝብል እየ ከርእየኩም ስለዚ መጀመርታ ማይክሮሶፍት ኦፊስ ንኽፈት ስለዚ ስታርት ንፃጡ ካብዚ ምቕፃል ማይክሮሶፍት ኦፊስ ዝብል ንድለ ማይክሮሶፍት ኦፊስ ካብኡ ማይክሮሶፍት ወርድ ዝብል ማለት እዩ ካብኡ ሕጂ እንታይ ኢና ክንገብር መጀመርታ እቲ ዘድልየና ፋይል ንፅሕፎ ማለት እዩ ዘድልየና ፋይል ምስ ፀሓፍና ሕዚ ዘድልየኒ ፋይል ፅሒፈ ኣለኹ ካሊእ ሰብ ክርእየለይ ስለ ዘይደሊ ከፊቱ ክሪኦ ስለ ዘይደሊ ትሕዝትኡ ፓስዋርድ እያ ክገብሮ ዝደሊ ስለዚ ምስ ፀሓፍኩም ፋይል ናብ ዝብል ኪዱ ካብኡ ሴቭ ኣዝ ዝብል ጠውቑ ካብኡ ሕጂ ስቕ ኢልና ብቐጥታ ኣይኮናን ሴቭ ክንገብሮ ማለት እዩ ሽም ንሃቦ ካብኡ ክንርስዖ ዘይግበአና ሽም ብቻ ስለ ዝሃብና ስቕ ኢልኩም ሴቭ ኣይትበልዎ ኢኹም ኣብዚ ቱልስ ትብለላ መማረፂ ቱልስ ዝብል ሓደ ግዜ ንኸዋ ካብኡ ጀነራል ኦፕሽንስ ጀነራል ኦፕሽንስ ምስ ኣተኹም ፓስዋርድ ይሓተኩም እዩ ፓስዋርድ ንክትከፍቱና ሞዲፋይ ንክትገብሩ ማለት እዩ ስለዚ ከይጠፍኦኩም ተደሊኹም ሓደ ዓይነት ተዘይ ኮይኑ በበይኑ ምግባር ትኽእሉ ኢኹም ኦፕን ክብለና ተሎ ንክንከፍት ብቻ እዩ ሞዲፋይ ግን ንከነስተካክል ተደሊና ኤዲት ንክንገብር ማለት እዩ ስለዚ ፓስዋርድ ትብሉ ፓስዋርድ ኣትየ ኣለኹ ካብኡ ኦኬ ካብኡ ደጊምካ እትዎ ይብለኒ ማለት እዩ ትክክለኛ ምዃነይ ንምርግጋፅ ሕጂ እውን ደጊመ ከእትዋ እየ ኦኬ ካብኡ ቦታ ንምረፀሉ ኣብ ምንታይ ቦታ ኣብ ዲስክቶፕ ሴቭ ክገብሮ እየ ካብኡ ሴቭ ማለት እዩ ሕጂ ሴቭ ገይረ ኣለኹ ክዓፅዋ እየ ከመይ ከም ዝሰርሕ ንምርኣይ ማለት እዩ ክሎዝ ክገብሮ እየ ሴቭ ኢለ ኣለኹ ሕጂ ናብ ዲስክቶፕ ክኸድ እሞ ኣብዚኣ ሮቤል ዶክስ ዶሲኤክስ ትብል ኣላ ሕጂ ከፍታ ተለኹ ረእዋ ፓስዋርድ ትሓት ኣላ ስለዚ ኣርእስቲ እንታይ ዓይነት ሽም ከም ዝሃብኮ ብቻ እዩ ክርኢ ዝኽእል ሰብ እምበር ኣብ ውሽጡ ዘለዉ ትሕዝቶ ምርኣይ ኣይኸእልን ማለት እዩ ስለዚ ካብቲ ናይ ዝሓለፈ ቲቶርያ ፍልይ ዘብሎ እዚ ትሕዝቶ ክርእየልካ ኣይኸእል ናይ ዝሓለፈ ቲቶርያ ዝነበረ ግን ትሕዝቶ ርዩ ኢዲት ገብር ብቻ እዩ ዘይኸእል ማለት እዩ ስለዚ እንድሕር ፈቲኹም ኾንኩም እዛ ቪድዮ ላይክ ግበሩ ኢኹም ምስ ኣዕሩኽትኩም እውን ሼር ምግባር ተኻፈልዋ ሳብስክራይብ ምግባር ከይትርስዑ ሳብስክራይብ ክትገብሩ ተለኹም ከዓ እታ ናይ ደወል ምልክት ንኽእዋ ኢኹም ካብኡ ኣብ መወዳእታ ውን ኮመንት ምጽሓፍ ከይትርስዑ ኮመንት ክትጽሕፉ ተለኹም እንድሕር ኣነ ጌጋ ሃሉኒ ንኸስተኻኸል ንቐጻሊ ውን ኣምረና ትብልዎ ቱቶርያል እንድሕር ሃልዩ ኮይኑ ጽሓፉ ኢኹም የቐኔለይ።